ሰላም ኣሕዋት ኣብ ናይ ለማዓቱ ሂደና ኣብዚ ማሓበራዊ ሚድያ ሓደሽ ዘለዉ ነገራት ብሓደ ኮይና ክንርኢ ኢና ካብኣቶም ሓደ ድማ። ውሽማ ምሓዝ ንምንታይ ይጠቅም? ዋእ ፈቲተህ ተብልዕ። ኣታ ኮቸራ እንኳን ተወዲእና እንታይ ተገብረካ ተላ ባዕልኻ ትፈልጥ ኪስ ባዕልኻ ትፈልጥ በቃ።
ኣብ ቤት ማእሰርቲ ታጄራ ኮይኖም ንሰብና ንበሩልና ብዛዕ እዚኣቶምን ኻልኦትን ክንርኢ ኢና ሰናይ ጻንሒት። ዮው ሰላም ሰላም ዝኸበርኩም ናይ ረማይ ፊልምስ ዩቱብ ቻነል ቤተሰብ ዝኸበርኩም ተኸታተልተይ ዝፈተኩም ተኸታተልተይ ሮማይ ናትኩም ተመሊሰ መጽ ኣለኹ እሺ ኣሕዋት ቅድሚ ኩሉ ዳሕና ዲኹም ጥዕና ስራሕ ቤተሰብ ኩሎ ቦትኡ ድዩ ተመስገን ተመስገን እሰይ ሳን ብምቕፃል ኣሕዋት ሎሚ ዓንቲ እንታይ እዩ ሰንበት ሰንበት እዩ ሰንበትኩም ዝተባረኸ ይጎረልኩም ዝተባረኸ ናይ ዕረፍቲ መዓልቲ ይጎረልኩም ክብረኩም ይደሊ ብደንብ ዕርፉ ብደንብ ዕርፉ ብምቕፃል ኣና ልመዓንቲ ቪድዮና ከም ዝተለመደ ክንስሓቅ ክንጫወት ክንዘናጋዕ ክንመሃር ኩሉ ሙላ ቦታና ተረኺና መጺና ኣለና ቀንምና ቪድዮና ምታይና ግን ነዚ ቻነል ተሓደሲ ከኹም ሰዓት ተሃሊኹም እንታይ ጽቦ ኣለኹም ሰብስክራይብ ብምጋር ቤተሰብ ኩኑ ብምቕጻል ነዛ ቪድዮ እዚኣ ድማ ላይክ ሼር ምጋር ይንረስዕ ሰናይ ምክትታል እሺ ኣሕዋት እቲ ቪድዮና መጀመሪ ክኾነና ብዚኣ ንጀምር እንታይ ኢሉና ኣሎ እዚ ውራይኻ ከድምቑልካ ኣይትጸበ ባዕለምኻ ኣድምቆ ሰ እዚ ኣሕዋት ቪድዮ ረኹሞ እዩ ማለት ምምርዓ ካሊእ ቀሪ ወፃእ ምውፃእ ካሊእ ቀርሲ

ሒዝናካ ኢና ብቻ ግን ኣሕዋት እዛ ሓውና እንታይ ኢሉ ሰሚዕኩሞ ኢኹም ፍትፊታ ክተብልዐካስ ውሽማ ኣድላይት እያ በቃ ፍትፍት እሺ ኣሕዋት ካብዚ ምቕፃል ድማ ዓንዶ ሓውና ኣብ ጅም ይሰርሕ ኣሎ ጅም ጅንስ ገይሩ

እንዴ አውትራን የለኹን አለ ማዕላ ውትራን ነገለገለ ኣብ ስፖርት ኢኻ ኒኻ ስኻ
ውትራን ቤትና ነው ገለገለ ብለን ሚእቲ ግዜ እሺ ኣሕዋት ካብዚ ምቕፃል ድማ ዝኾነ ደርፊ ኣላ ኣብዚ ሓንቲ ሓፍትና እያ ደርፋ ኣላ ከቨር ነገር እዩ እዛ ደርፊ እንታይ ምዃና ርእሳ እንድሕር ትፈልጥዋ ተኾንኩም

ሐዚ ዝሰማዕኹማ ግን እንታይ ምዃና እዛ ደርፊ ትፈልጧ ተንኩምሓን ጸሓፉልና ኣነ ብደንብ የትፈልጣ እሸሓት ካብዚ ምቕጻል ድማ ዳህላክ ዝኾነ ትምህርቲ ክምህረኩም ትለኩምላ እስቲ ስምዕዋ ገና ሎማዓንቲ ትምህርትና ጉዕ ጉዕ ንጥዕናኻ ብጣዕሚ ጽቡቕ እዩ ብጣዕሚ ጽቡቕ ቪታሚን ስለዎ ካልእ ቪታሚናት እውን ኣለዎ ንበሎ ግን ጉዕ ክትውለድ ከለኻ ድወሃበካ እንተዝኸውን ነይሩ ክትውለድ ከለኻ እንተ ተዋሂብካ ሓንቲ ሓደ ወይ ሓንቲ እዚ ተተዋሂብዎ ንሓደ እዚ ተተዋሂብዎ ንሓደ ከኣ እዚኣ ተተዋሂባቶ ክልቲኦም ጉዕ ኣለዎም ከም ምህላው ግን መን እዩ ዝበዘሐ ጉዕ ዘለዎ እቲ ሓደ ምሽ ትበዝሕ ዘሎ ምሽ እዚ ከኣ እታ ጉዕ ንእሽተይ እያ ህጂ እዛ ድልድልቲ ዝኾነት ጉዕ ዘላቶ ብዙሕ ቪታሚን ሲ ይረክብ፣ ርጉእ መንፈስ ይህልዎ፣ ጽቡቕ መንፈስ ይህልዎ።
ኣሕዋት ኣነ ብቻ ድዩ ብዛዕባ ጉዕ ትዛረብላ ኮይኑ ይስምዕ ኣሎ ካሊእ ነገር እዩ ዝወቅዒ ኣነ ጥራሕ ድየ ኣዋልድ የኽብር ኣዋልድ ይፈቱ ምክንያቱ እኹል ኤነርጂን እኹል ቪታሚንን ስለ ዘለዎ ማለት እዩ ሓደ ግን እንድሕር ድኣ እዚኣ ኮይና ተፈጥሮ እያ እንታይ ክገብር ኣምላክ እንዲሂብዎ ነቲ ዘለካ ሒዝካ እንዲካ ትከይድ ቀጭቀጭ ክብል ናይ ግድን እዩ ጸርጸር ክብል ናይ ግድን እዩ እታ ጓል ወላ ሓንቲ ዘይገበረቶ ከላሲ ሕርቅ ሕርቅ እንዳበለ ኣዋልድ ክጸልእ ናይ ግድን እዩ ምክንያቱ ሽዑ ብምንታይ ክዛረብ እዩ ብጸቢቡ ጸግያ ነኪሉ ጸግያ ጎፊሑ ብዙሕ ሓሊፍዎ ብዙሕ ጠሊቅዎ ክብል ግን ንሱ ብዙሕ ሓሊፍዎ ኮይኑ ይኮነ ውሕድ ሓሊፍዎ ይኮነ ማለት ጅም ክትከይድ ከለካሲ ብዙሕ ሓጺን ተልዒልካስ ተሪር ኢካ ትኮን ሞር ከማን ነብስካ ስጥም እዩ ዝብል ሓቀይ እቲ ብዙሕ ተሞክሮ ዘይብሉ ጅም ዘይከይድ ሉምሉምን ኩርሙሽን ዝኸውን ሕጂ እዚ ግን በቃ ብጸቢብን ብገፊሕን ድዛረብ ዘሎ በዚሕዎ ዊሒድዎ ሰብ ኣትይዎ ገለ ደይኮነ በቃ ተፈጥሮ ኢያ እታ ተፈጥሮ ግን ገጭ ገጭ ካብ ትብል ከምዚኣ ተላትካ ኮይና ዋእ ተመስገን ፈጣሪ ደይብሎም ዝውለዱ ከኣ እኮ ኣለዉ እዚኣ ካብ ሃብካኒ እኹል ቪታሚንስ ስለኒ ንዓይ ድኸውን ፈሊጥካ ኢኻ ሂብካኒ ተመስገን ፈጣሪ ክብል ኢዩ ዘለዎ እምበር ሸውዓት ሎምዓንቲ ነብሪ ናዳህላክ ትምህርቲ እዚ እዩ ነይሩ ግን ኣነ ሰኸፍኸፍ ኢልኒ እዚ ቪድዮ ሓቂ ምዝራ ብዛዕባ ጉዕል ተዛረብቲ ኮይኑ ተሰምዐንን እስቲ ኣረዱኒ ዝተሕዋት ኣብዚ ድማ ማለት እዩ ኣቱም ስፖርት ሰሪሕኹም ጅም ሰሪሕኹም ሲ እንታይ ኪኖ ልዕልኹም ጭነቑ ኣሕዋትና ኣለኹም ሰሚዐ ኣለኹ ዋላ ኣዋልድ ኣሕዋተይ ማለት እዩ ዋላ ወዳት ስዛ ቪድዮ እዚኣ ንዓኹም እያ ነቶም እንታይ ክንበልዕ ትብሉ ዘለኹም ከምዚ ትበልዑ ኣነ ካብ ጅም መፅየ እንቋቑሖ ዝካታ እንቋቑሖ ቬጅተብል ብሮኮሊ ኣቮካዶ በላዕ ኣለኹ ከም ቁርሲ ዓይነት እንድሕር ደሊኹም ከምዚ ትበልዑ ማለት እዩ ገና ኣብዚ ዓሰርተ ሓደ እዩ ዘሎ ነዋ this is what I eat ስለዚ ቀሊል እዩ ማለት እዩ ካብ ጅም መጺኻ ሃይ ካርቦሃይድሬት ምግቢ ፓስታ እንጀራ ባኒ ገለመለ የብለ እዚኣ እንቃቑሑ ኣብዚኣ ከዓ ቬጅተብል ደብል ቤል ፐፐር ኣሎ

ግዴታ ድና ኣብ ጥቓ መሐመሲ ኮይና ክንበልዕ ዘለና ወይስ ግዴታ ኢና ብፋርኬታ ክንበልዕ ንኽእል ፋርኬታ ዘይኽእሎ ኣለዎ መስለንሲ ብኢደይ ክበልዕ ይኽእል ደ ይብሉ ኣሎ እስቶ እዚ ድማ ተብለና ኣሎ ሓዳርን ዓራትን እሺ እዋ ኣብ ሓዳር እኮ ግድን እዩ ዝኾነ ነገር ወላ ዘባእሰካ ነገር ከዓ ቀሊል ነገር እዩ ፅንሕ ኢልካ ከዓ ኣብ ቡን ኮፍ ኢልካ ድዩ ብዓቢኡ ከኣ ዓራት ኣላ ተተዓረቕ ማለት እዩ ማለት
ሓቃ ትኽክል መልሲ እያ እዚኣ ኣይትዓሱ ተማሪ
ምርድዳእ ክህልወካ ኣለዎ ግሉፅነት ክህልወካ ኣለዎ ኣነ እንተሓቢኤሉሲ እንታይ እሞ ጥውይ ኢሉ እንድሕር ደኣ ሰሚዕዋስ ናብ ፍትሓ ዝኾነ ነገር ግን ዝሰማዕክዋ ይነግሮ ዝሰምዓ ንሱ ከኣ ይነግረኒ እዚ ማለት ምጽውዋር ከኣ ወላ ተተባኢስካሲ ንነዊሕ ዓመታት ክትከይድ ትኽእል ማለት እዩ ቀንዲ ከኣ ጠማሪ ከኣ ውላድ ማለት እዩ ውላድ ተዘይብልካ ከዓ እንዳተረዳዳእካ ከም ናይ ቀደምካ ኣጆኺ ኣጆኻ እንዳተባሃሃልካ ሽውሓት እዛ ቪድዮ እዚኣ ንምንታይ ድምፅልኩም መሲልኩም እዚ ሓውና ዓንተታ ኢሉ ውሽማ ተድልየካስ ፈስፊታ ክተብልዕ ገለ ካብ ሰይትካ ንድሕር ኣጋጣሚ ተታይስኻስ ናብኣ ትኸድ ገለ እዚ ግን ትሪእዎም ኣለኹም ኣብ ሓደ ሓን ሸዓተ ኣቲኻ ዋላ ተበኣስ ዋላ ገለ ክሳብ ልመስጥ ፅበ ክሳብ ዓራት እስተው እዚ ድማ ኣሕዋት ዝኾነት ፅሑፍ ነምባ እንታይ ኣለዉ እዚ ማዘር ከምዚ ኢለ ደቂሰ ምስ ረእየትኒ ቢላይክ ኢሉስ ምስ ጫማ ካይትደቅስ ምሽ ኢለካ እንታይ እዩ ኣሕዋት ዝእግሪ እንታይ እዩ እዙስ ኣበይ ካብ ውዕልካ ዝሓወ እዚ መቐልዲ ሕደጎ ጫማ ካውፅእ ጫማ ካውፅእ ቀልዲ ሕደጎ እንታይ እዩ ጫማ እዩ ንስኽስ ተፋቒድና ግን ሕጂ ክትምርዓውኒ ደሊ ማለት ድዩ እውይ መርዓ ተበሉኻኸ መርዓ ኣልዒልካ ሜረይ እውይ መርዓ ተበሉኻኸ ሽማግለ ጓልኩም ሃቡና ድሕሪ ጓልኩም ሃቡና ውሰድዋ ጓልኩም ጓልኩም ውሰዱ ሽግር የለን ሜሪ ጓልና ኣዝያ ጣዕምትን ሕያወይትን እያ ውሰድዋ ዋ ሓራይ እና ስድራኻ ሕቑፍ ከመይ ዝኣመሰለ ድግስ ዓሰርተ ክልተ ላማት ሓሪድና ኣብ ዕርዶላም ገለ ሕርድና ቁልዋን ዝሕላን ጥብሳን ጌርና ይነዊስክን ገለን ሰብ ተጨደድ

ኦይ ትላ ጭሙር ኣይጸናሕክን
ብልዑልና ስተይልና ኸውን ኣብ ኣፍ ደገ ጋሻ ተቐበል ዝብሉ ሓሙሽተ ሰባት ኢና ንገብር ሽዱሻ እዛ ኩላ ንሜሮንን ንሜርን ትፈልጥ ናይ ሜድያ ሰብ ኩላ ዓድምቲ እያ ኣውይ ውይ ናይ ልበይ ብላይት ኩሉ ዓለም ክሪኦ እዩ ሽሕዋት ትሪኡ ኣለኹም ኢኹም ኣሕዋትና ኣብ ላይቭ ኣብ ቲክቶክ ገለ እናተራኸቡ ዝምርዐውሉ ኩነታት መዓልቲ ገለ ይቆርፁ ኣብኡ ኮይኖም ይውድእዎ ግን

በይዛኹም ግዝዎ እዚ ሓውና ድማ ንገዘካ ኢና ተረጋጋዕ ንገዘካ ኢና እስተ እዚ ድማ ታሉና ኣሎ ንስኹም ከ እንታይ ትብሉ እሺ ኣብ ሻወር ኣቲኻ ንመጀመርታ ትገብሮ ነገር ኣብ ሻወር ኣቲኻ ንመጀመርያ ግዜ ትገብሮ ነገር ኣብ ሻወር ክዳንካ ምውፃእ ሻወር ይቅርታ ተሓፀ ይፈልጥን ግን መጀመሪያ ዝጎረዳ ያው ተሓፀ ይፈልጥን ማይ ምባል እዩ ማይ ኣፍሲስካ ምሕፃብ ሰውነተይ ብቻ።
ተረጋጋ ኣሕዋት ማለት ብዙሓት ሰባት እዛ ቪድዮ እዚኣ ሪኦም እንታይ ድም ኢሎም ሻወር ተሓፂዮ ኣይፈልጥን ዝበለ በቃ ነሱ ዘይሕፀብ ገለ መሲሎም ግን ዝሓውናት ኣይክእል ደልዩ ሻወር እዩ ተሓፂዮ ዘይፈልጥ እዛ ከፍት ተቢልኻ ሻወር እሳ እዩ ተሓፂዮ ዘይፈልጥ እሳ እያ ተሓፂዮ ይፈልጥ ኢሉ ኣሎ So ዓወት ንሓፋሽ እዚኣ ትፈልጥዋ ተንኩም ዛምዚኣ ጌርካ ግምጥል እሳ ተጠቃሚ
ዝኾነ ሰብ መዓስ ክምርዖ ኣለዎ እስኪ ትብሊ ምሽ ትምህርቲ ወዲኡ ተመሪቑ ካብ መራሒ ሃገር ንሱ መራሒ ሃገር ዝምድበልካ ህያብ ወሲድካ ስራሕ ኣገልጊልካ ንሃገርካ ብፅቡቕ ስራሕካ ሰሪሕካ እውን ካብ ዕስራን ትሽዓተን ክሓልፍ ዘይብሉ ዕድመኻ ትመርዖ

ኖኖ ከምዚ ዓይነት ቆራጽ ዝኾነ መልሲ ይግባኣኩም እዩ
እሞ ኣነስ ንስድራይ ነጊረኒ ሕጂ ምስ ሶሲ ትበሃል ሶሲ ኣብየል ኣዲኣ ከዓ ፍናን ብርሃነ ትበሃል ክምርዐ ኢሉ እሞ ሕጂስ ንስድራ እንታይ ክብሎም ማለት እዩ እንታይ እየ ክብሎም ማለት ሕጂ እንታይ ይገብር ኖኖ ኣሎ ኣይሰማዓትን እንትብሎም ኣይሰማዓትን

ሕዲ ድሕሪ ዕስራ ዓመት ገለ ዝውዳእ ስለ ዝኾነ ንሱ ኸኣ ምጽባይ ስለ ዘይሕሸካ እዩ
እሺ ኣሕዋት እንታይ እዩ ዝብል ነገር እንታይ እዩ ዝፍጠር ኣሎ ማለት ኣሕና እኮ ኣብዚ ናዛ ቆልዓ እዚ ዕድመና ሃለና ኣብ ስረንካ ሽንካ ትሓድረሉ ነበረ ዕድመ ነይሩ ትሽዓተ ዓመት ማለት ብጣዕሚ ቆልዓ ግን እንታይ ንገብር ኣሕዋት ግዜ እዩ ማለት ብሽዑ ግዜ ከምኡ ነይሩ እዚ ድማ ብግዜ እና ሎሚ ትርእዎም ኣለኹም ና መርዓኦም ይሓስቡ ገና ሸዓንተ ዓመቶም ኮይኖም መዓዞም ንምርዐውስ ወዲኦሞ
ዘሰረንዳን ምዕፃ ኣባ ትሕግዝ ዋጋ ፀገም የለን ክትሓባበረከ ዋጋ ናይ ምንታይ ማለት እዩ ዝብለኪ ዘለኹ እዛ ሰረንዳ ንክዓፅዋስ ክትሕግዝኒ እየ ደለ ፀገም የብለን

ሕጂ ግን መሲሉ ማለት ገዛ ዘይብጽሓኪ ወይ ኣንስ ንሽ ሸቆላላት እንታይ ደ ክትሰርሒ
ንሽሕባት እዛ ቪድዮ ነይኹም ከይቋሪፀያ ማለት ኣብ ቲክቶክ ከማ ተቆሪፀያ ረኸበያ ክትሪእዋ ትደልዩ ሰባት ተሃሊኹም ድማ ኣርእስቲ ትፈልጦ ሰባት ተሃሊኹም ንገርዎም ክሪእዋ ዝደልዩ ኣሕዋትና ስለዘለዉ ኣብ ኮመንት ኣርእስታ ንገርዎም ኣትዮም ይሪእዋ እሺ ኣሕዋት ካብዚ ምቕፃል ዝርእኩም ቪድዮ በይዛኹም ዓቕልኹም ሰብሰብ ብሉ ብፍላይ ድማ ነዲኹም ትፈትዉ ኣዲኹም ቡና ናፍልሐት ክትሪእዋ ደስ ዝለኩም ሰባት ተሃሊኹም ዓቕልኹም ሰብሰብ ብሉ ሕር ቢል ንዚ ቪድዮ ምስ ረኽቦ ብሓቂ እቲ ናይ ደ እንታይ ብልና ኣሎ ኣይ ሰይጣን ኣብ ቡና ዕግርግር ዝብል ፀላእ እኮ ይብሎ ስትረዩ እዚ ቪድዮ ከመይ መሲልኩም ኣሕዋት እዛ እነኡ ቡና ተፍልሕላ ወዳ እዩ ኩዕሶ ዝጫወትሎ ሳኡ ቡና ተፍልሕ ይዕግርግር ዋ ክሰብሮ እዩ ደልዮ ኣሕዋት በቃ ክሰብሮ ክብትኖ ዋ ኧረ በይዛኻ ውፃእ ኧረ ግደፍ
ኣታ ሓደግ ተሕዝነካ ግን ዛና ማርያምን ኣታ ሃግደፋ ዋ
ደስ ኢልካ እዚ

እዚ እኮ ይቅርታ የብል እዩ ዝሓወይ እዚ የቕትል የባረር ካብ ገዛ ይውፅእ እዩ እንታይ ኮንካ ማለት ቡና ይትሰቲ ዋላ ሞ ክንብለካ ኢና ችግር የብሉ ግን ቡና ለይሰትለስ ንቡና ንኣብነት ቡና እናፈላሕተ ነይሩስ ተኸብር ኢኻ ዋላ ቡና ይትስተስ ዕግርግር ይግበር እዩ ገለ ትሰብረላ ቅድሚያ ይግበርሉ ኢልካ ስፕራንክ ኣው ውፃእ እሸዋት ስኳዝ ምቕፃል ድማ ና ወዲ ጀበሊ ትፈልጦም ኢኹም ወዲ ጀበሊ ዝበሃሉ ና ኤርትራ ዘለዉ ኣቦ ናቶም ናብራ ንረስ ምኹስ ከዓ ደይበልኩኻሰ ኢለ ማንካ እቲ ንእሽተያታ ድስቲ ምኹስ ኣላህን እንድያ ናይ ግን ናይ ገዓትያ ዓብዪ
ክንገዕት ከለና ካላ ኣብ ዒድ ክንገዕት ከለና እወ ሓርፍ ብሩኽቲ ወደ ወይ ከምዚአን ብሩኻት ይብዛሓ

ኣቦና ኣንታ ርህሩህ ደላይ ቅስናት ደቁ።
እዚኣ ገዛ ኢልካስ ኣማርር ኣቢልካ ትፈልጥ? ጨሪሰ ካብ ገፊሕ ገዛ ገፊሕ ልቦና እዩ ጥዑም ገፊሕ ገዛ ኣይፅላእን እንድዩ እሱ ኤክስትራ እዩ መሰረት ግን ገፊሕ ልቦና፣ ኣእምሮ፣ ስለ ዝኾነ እንድሕር ኣእምሮኻ ሰፊሕ ኮይኑ ጸልማት ውን ብርሃን ኮይኑ ክረኣየካ ይኽእል ብርክ እቲ ጸልማት ስለ ተዋህበካ በሃላይ እየ። ሕጂ ምናልባት ዘስተማስሉ ገለ እንድሕር ኣለዉ ከዓ ይጋገዩ ኣለዉ ንብሎም ክጸናንዑ ኣለዎም በይኖም ኣይኮኑን ዳርጋ ሰማንያ ህዝቢ ዓለምሲ

ገፊሕ ገዛ ይኾን ይደድሊ ገፊሕ ልቦና እዩ ማለት ገፊሕ ልቦና ታሊካ ኩሉ ዳርጋ ከም ደለካ ቢስ ገፊሕ ገዛ ስለ ዝነበርካ ምንም ጥቕሚ ይብሉ እዚኣ ተማሂርና ኒና ናቕፅል ሸዚ ድማ ተሪና ኣሎ ኣሕዋት ገጀፍቲ ኣይትደረራ እሺ ኒለይ ምሸት ኣይትበልዕን ኢኺ ከምኡ ሰሚዐ ሓቂ እንታኹም ግዜ ትበልዕ

ኧረ በስመ ስፖርት ዘካይ ቅርፂ ክትሕሉ ኧረ
ስፖርት ክትሰርሕ ትኹን ከዓ ከዓ እዚ እንታይ ሽሙ እንታይ እዚ ፃዕሪ ክህልወካ ኣሎ ደሌት ኣሃ
ኧረ ሸውዓተ ኢለኹም ኢኹም ናሎም ቆልዑ ማለት ሽ- ድራሪ ድረሪ እ፣ ቅርፂ ንምሕላይ ስፖርት ይሰርሑ ቅርጺ ንምሕላይ ገለ በዚኹም በዚኹም ዓበይቲ ንሽ ብዙሕ ነገር ተማሃሩ ካብዞም ቆልዑ ብዙሕ ንማሃሮ ነገር ነና የሕዋት እሺ ኣሕዋት እስካብ ምቕጻል ድማ ናብዚ ኣብዚ ምሕራ ሚድያ መዘራሩ ዘሎ ነገር ክወስደኩም ኣውሳኢሉና ኣሎ ሰላም ሰላም ሰብ ሊብያ እዞም ሰባት ኣብ ቤት ማእሰርቲ ታጂራ ኮይኖም ንሰብና ንበሩልና ይብሉ ኣለዉ እሞ ሼር ጌርኩም ናብ ሰቦም ኣውጽሑሎም ኢሉ ለሕዋት እሺ ኣሕዋት እዞም ትሪኦም ዘለኹም ኣሕዋትና ኣብ ሊብያ እዮም ተኣሲሮም ዘለዉ መስለኒ ስለዚ ብልተኻእለና ዓቕሚ ሼር ጌርና ናብ ልምልከቶ ክነብጽሕ ንሞክር እሺ ኣሕዋት ናሎማዓንቲ ዶና ነዚ መስል ነይሩ ክሳብ እዚ ረኹም ሰዓት ተሃሊኹም ብጣዕሚ ዝፈተኩም ብጣዕሚ ዘመስግነኩም ኣብ ቐጻሊ ብኻሊእ ቪድዮ ክሳብ ንራኸብ በብዘለኹሞ ሰላም ኩንለይ ሞችኹም